ሰላም ክቡራት ተኸታተልቲ መደብ ቤን ሚድያ እንኳዕ ብድሓን ናብ መደብና መጻኹም ናይ ሎመዓልቲ ርእስና ክቡር ፕረዚደንት ኢሳያስ ኣፈወርቂ ናብ ዓዲ ኢጣልያ ከይዱ ዝገበሮ ምብጻሕ እቲ ምብጻሕ እንታይ ዝዓለመ እዩ ነይሩ ከምኡውን እንታይ ተባሂሉ ዝብል ኣርእስቲ እዩ ክኸውን ሕራይ ናብቲ መደብና ንኽድ ፕረዚደንት ኢሳያስ ኣፈወርቂ ናብ ዓዲ ኢጣልያ ከይርዎ ዘሎ ምክንያት ብሰንኪ ናይ ምብጻሕ ዕድመ ዝተገብረሉ እዩ መንግስቲ ኢጣልያ ንፕረዚደንት ኢሳያስ ኣፈወርቂ ንግሆ ሰዓት 28 ጥሪ ኣትዩ ንክሳተፍ ኣብ ኣፍሪቃ ኢጣልያ ሳሚት ዝብል እዩ ተዓዲሙ ዘሎ ፕረዚደንት ኢሳያስ ኣፈወርቅን ምስ ናቱ ዴሌጌሽን ማለት ኣባላት ከም በዓል ፕረዚደንት ኢሳያስ ኣፈወርቂ ኣብ ፍርቂ መዓልቲ ከምዝኣተወ ንዓዲ ኢጣልያ እቲ ምብጻሕ ከኣ ናይ ክልተ መዓልቲ ምብጻሕ እዩ እዚ ምብጻሕ ዝገብረሉ ዘሎ ምኽንያት እንታይ ኣብ መንጎ ኣፍሪቃን ከምኡውን ዓዲ ጥልያንን ዘሎ ርክብ ንምድልዳል ማለት እዩ። ንኣፍሪቃ ዝጠቅምን ከምኡውን ንዓዲ ጥልያን ዝጠቅምን ነገራት ንምድልዳል ዝገበረ እዩ ክኸውን ኣብዚ ዘርጊሖሞ ዘለዉ ማዕረ ዝኾነ ፓርትነርሽፕ ኣብ ዝተፈላለየ ማዕድናት ከም በዓል ፉድ ሴኪሪቲ ናይ መግቢ ምቁፅፃር መግቢ ወይ ድማ ውሕስነት መግቢ ዝብል ከምኡውን ናይ ፀዓት ከምኡውን ናይ ዝተፈላለዩ ቮኬሽናል ትሬኒንግ ወይ ድማ ባህላዊ ቮኬሽናል ትሬኒንግ ክንብል ከለና ዝተፈላለዩ ትምህርትታት ወይ ንሞያ ዝዓለመ ዓይነት ትምህርትታት እዩ ክኸውን እዚ ናይ ክልተ መዓልቲ ምብፃሕ ዝተፈላለየ ኣርእስቲ ክተናኽፍ እዮም ብዙሓት ናይ ኣፍሪቃ ሓለፍቲ ስለ ዝሳተፍዎ ዘለካ ብዙሕ ኣርእስቲ ክትንከፍ እዩ ክሳብ ሕጂ ፕረዚደንት ኢሳያስ ኣፈርቂ ዝሃብዎ ቃለ መሕትት ኣይዘርግሕዎን ኣለዉ እንተኾነ ግን ምስ ፕረዚደንት ኢሳያስ ኣፈርቂ ዝኾዱ ኣባላት ከም በዓል ኣቶ ዑስማን ሳልሕ ናይ ሚኒስትሪ ጉዳያት ወፃኢ ኣምባሳደር ዘመደ ተኽለ ኮሚሽነር ናይ ባህላውን ስፖርትን ቀፅል እቲ ቀንዲ ንሰብ ኣካታዒ ኮይኑ ዘሎ ከኣ ንምንታይ እዮም ነዚ ኣብ ጥልያን ነዚ እዋን እዚ ትገብር ዘላ ነዚ ናይ ኣፍሪቃ ሳሚት ማለት እዩ እቲ ዘድልያ ዘሎ እንታይ እዩ እዛ ፕራይም ሚኒስተር እዚኣ ብዙሕ ጸቕጢ እዩ ዘለዋ ብናይ ኤሮጳዊ ሕብረት ብዙሕ ተቃውሞ ይገጥማ ኣሎ ሓደ እቲ ናይ ሓይሊ ጸዓት የድልያ ኣሎ ነቲ ሃገር ምክንያቱ ካብ ኤሮጳ ክትረክቦ ዘይትኽእል ምዚ ዘሎ ውግእ ብፍላይ ኣብ ራሽያን ዩክሬንን

ስለዚ እዛ ፕራይም ሚኒስተር ናይ ጥልያን ቀንዲ ኣብ ሰዓት ዝገጢምዋ ዘሎ ክልተ ዳይለማ ኣለዋ ቀዳማይ እቲ ናይ ሓይሊ ፀዓት ወይ ሓይሊ ኤነርጂ ማለት እዩ ከምንፈልጦ ኤሮጳ እቲ ቀንዲ እትረኽቦ ፀዓት ካብ ሩስያ እዩ ናቹራል ጋዝ ካብ ሩስያ ትቐበል ኣብ ሰዓት ግን ሩስያን ዩክሬንን ውግእ ኣለወን እዚ ኮይኑ ከይተርፍ ከዓ ካብ ሩስያ ጸዓት ወይ ናቹራል ጋዝ ንኸይቀበላ መብዛሕትአን ናይ ሕብረት ኤውሮጳ ሃገራት ዝተፈላለየ እገዳ ገጥሞን ኣሎ ክቐበላ እውን ምስ ዘሎ ናይ ዩኤን ፀቕጢ ናይ ኔቶ ፀቕጢ ኣይቀበላየን ዘለዋ ስለዚ ነዚ ሽግር እዚ ብኸመይ ክትፈትሖ ትኽእል ብኣፍሪቃ ጥራያ

ካብ ታሪኽ እንተ ተማሂርና ግን ኤርትራ ብፍላይ ክንፈልጦ ዘለና ጥልያን ገዛኣና እያ ነራ ስለዚ እቲ ሪሌሽንሽፕ እቲ ምሕዝነት ወይ ድማ ዝምድና ከምዚ ሓደ እዋን ፕረዚደንት ኢሳያስ እንተ ሰሚዐ ተኳብን ተተኳብን ዓይነት ሪሌሽንሽፕ ከምኡ ኣይሰርሕን እዩ ኣብ ከምኡ እተ ተኳብ ተተኳብን ኮንካ ማዕርነት የለን ሓደ ኣዛዚ ሓደ ኣዛዚ ክኸውን ስለዚ ኣፍሪቃ ክጥንቀቕ ኣለዋ ዝብል ኣረኣእያ እዩ ዘለዋ እዛ ኢንተርቪወር ዝኾነ ሓቢርና ንስማዓዮ። ልዕሊ ዕስራን ሓሙሽተን ዝኾኑ መራሕቲ ኣፍሪቃ እዮም ተሳቲፎሞ ነዚ ጉዳይ ካብ ዩናይትድ ኔሽንስ እውን ብዙሓት ተሳተፍቲ እዮም ተሳቲፎሞ። ቐልጠፍ ኣቢልና ክንሰምዓ ኢና። ኣብ እዞም ኩሎም በጻሕቲ ናብ ኢታሊ ሰነት ማእከል ተኣኪቦም እዮም ዘትዮም። ከም ንሪኦ ዘለና ኡሁሩ ኪንያታ ናይ ኬንያ እዩ እዚ ፕረዚደንት። ኩሎም ፕረዚደንታት ከዓ ዕድል ክወሃቦም ነናቶም ሓሳባት ክገልጹ ዘለዎም ሪሌሽንሽፕ ዘድልዮ ምኽንያቱ ሓንቲ ሃገር ናታ ድሌትን ናታ ዕላማታትን ባዕላ ክትገልፅ ምስ ኢጣልያ ኸዓ ነናታ ፍርያት ፀጋን ሼር ክትገብር እዩ እቲ መይን ሓሳብ ናይዚ ኣፍሪካ ኢታሊ ሳሚት ዝብልዎ ዘለዉ ተተሓዚብና ብዙሓት ኤሮጳውያን ሃገራት ነናተን ሳሚት ይገብራ ኣለዋ ምስ ኣፍሪካ ምኽንያቱ

እቲ ሽም ናይዚ ኣኼባ ድማ እቲ ዕላማ ናይዚ ኣኼባ ተዋሂቦ ዘሎ ሽም ከዓ ማቴዮ ፕላን እዩ ዝብል እዚ መደብ እዚ ኣፍሪቃ ብኸመይ ንኢጣልያ ተኽስባ ወይ ትጠቕማ ከምኡውን ኢጣልያ ከዓ መንፅሩ ኣፍሪቃ ብኸመይ ተርብሓ ዝብል ሓሳብ እዩ ክኸውን እዚ ሰብ እዚ ንሪኦ ዘለና ኤንሪኮ ማቴዮ ኤኒ ዝበሃል ናይ ጸዓት ወይ ነዳዲ ተፍሪ ካምፓኒ ዝጀመረ ወይ ዘማዕበለ ሰብ እዩ። በዚ ምክንያት እዚ ከዓ እቲ ርክብ ናይ ኣፍሪቃን ኢጣልያን ማቴዮ ፕላን ኢሎም መደብ ኢሎም ኣውጺኦምሉ ኣለዉ። እዚ ብዙሕ ዝሓቖፈ እንድዩ በብሓደ ክንድህሶ ኢና። Nostro futuro dipende.
Our future inevitably depends on the future of the African continent.

መብዛሕትኹም ኣብ ደገ ዘለኹም ትፈልጡ ኢኹም ኮንሰርቫቲቭ ሊበራል ዝብል ኣይድያ ወይ ኣተሓሳስባ ገለገለ ሰባት እንተ ናይ ኤውሮጳ ወይ ናይ ኣሜሪካ ኣካይዳ ትለዎም ፍም ከዓ ዘለፍት ኣን ዘራይት ሎም የማንን ፀጋምን ብዝብል ዊንግ እዮም ከዓ ዝፈላለዩ ካልእ ኣርስቲ ዝኾ ዝኾነ ንሕጂ ኣይክንትውሰና ግን እሳ ከም ኮንሰርቫቲቭ እያ ትፍለጥ
What is she planning to invest in? The name of the plan should give you a hint. ኣብ ምንታይ ወፍሪ ከም ትገብር ርዱእ እዩ ምክንያቱ እቲ ማቴዮ ዝበሃል ኣብ ነዳዲ እዩ ቀንዲ ሓሳቦም ምክንያቱ ኣፍሪቃ ከም ንፈልጦ ዝሃፍተመ ማዕድን ኣለዋ ከም በዓል ናይጀርያ ሕጂ ኣብ ዓለምና ዝዓበየ ናይ ነዳዲ ሃብቲ ኣለዋ እንተኾነ ናይጀርያ እቲ ዝበዝሐ ክፋል ናይቲ ህዝቢ ኣብ ድኽነት እዩ ዝቕመጥ ከምኡ ዝተፈላለየ ሃገራት ሃገርና ኤርትራ እውን ከምኡ ሃብቲ ኣለዋ እንተኾነ ብዕቱብ ስለ ዘይወፀ ምስ ዝመፅእ ሎሚ ፅባሕ ውግእ ከዓ ከምቲ ዝድለ ኣይወፀን እንተኾነ እዚ ከምዚ ዓይነት መደባት ግን ወፍሪ ኣብ ኣፍሪቃ ምግባሮም ግን ካልእ ትረፍ እቲ ህዝቢ መንቀሳቐሲ ይረክብ ቅርብ ኣታዊ ተጌራ እቲ ሃገር ከዓ ትምዕብል እሞ እቲ ሰብ እውን ይንቀሳቐስ ስራሕ ይረክብ ኣነ ከምኡ ዝብል ኣተሓሳስባ እዩ ዘለኒ We have always been convinced that Italy has all it takes to become the natural energy supply hub for the whole of Europe.

ተመርኪሰን ከም ዝነብራ ኩሉናተን ኣታዊታት ብፍላይ ኣብ ነዳድን ኣብ ናቹራል ጋስን ዘለወን ትፅቢት ካብ ራሻ እዩ ነይሩ ስለዚ ራሽያ ዩክሬን ምስ ወረረታ ብሰንኪ ናይ ኔቶ ፀቕጢ መብዛሕትአን ናይ ኤውሮጳ ሃገራት ምስ ራሽያ ዘለዎን ዝምድና ወይ ርክብ ከቋርፀ እያን ተገዲደን በዚ ምክንያት ከዓ እቲ ናይ ነዳዲ ዘለዎን ድሌት እቲ ኣብ

እዚ መደብ እዚ ሒዛቶ ዘላ ብምንታይ እያ? ከምቲ ኣቐዲምና ዝገለፅናዮ ራሽያ ንዩክሬን ካብ እትወራ መብዛሕተን ናይ ኤውሮጳ ሃገራት ዓብዪ ሽግር እዩ ገጢምወን። ምክንያቱ ናተን ንግሪን ኤነርጂ ዝብል ወይ ድማ ዓለም ካብ ካርቦን ንኸነድሕና ብዝብል ሓሳብ ወይ ኣይድያ ካብ ዘምፅዋ መብዛሕተን ሃገራት ናይ ኤውሮጳ ብፍላይ ብፍላይ ከም በዓል ጀርመን ምዕቡላት ሃገራት ካብቲ ናይ ነዳዲ ምጥቃም ምቑጣብ እየን መሪፀን። በዚ ምክንያት ከዓ እቲ ናተን ናይ ነዳዲ ዝበዝሐ ቢዝነሳት ዓፅዮን እየን። እታ ቀንዲ ተፍሪ ዝነበረት ራሻ እያ እንተኾነ ራሻ ዩክሬን ምስ ወረታ ኮምፕሊትሊ እዮም ተዓፅዮም ብጣዕሚ እዮም ተሃስዮም ምክንያቱ ማዕረ ክንደይ ኣብ ራሻ ይምርኮሱ ነይሮም ሙሉእ ሂወቶም ኣካይድኦም ናብርኦም ብፍላይ ዊንተር ክኸውን ከሎ ንገዛኻ ሂት ሙቐት ንክትገብር ካብ ናይ ናቹራል ጋሳት ስለዚ ማዕረ ክንደይ እዩ ኣቃሊዕዋ ነይሮም ማዕረ ክንደይ እዩ ተረዲዎም ስለዚ እዛ ፕራይም ሚኒስተር ጆርጂ ሜሎኒ ግን እዚ ከም ዘየዋፅኦም ፈሊጣ ናብ ኣፍሪቃ እያ ተማዕድው ዘላ በዚ ምክንያት ከዓ ብልክዕ እዝን እዝን ደልየ ኣይበለትን ግን ኣፍሪቃ ሃብታ እንታይ ምኳኑ ትፈልጡ ኢኹም ኣብ ነዳዲ ብጣዕሚ ሃፍታም እያ መብዛሕትአን ሃገራት ኣፍሪቃ ትሕቲ መሬት ዘለዎን ፀጋ ኣዝዩ ብዙሕ ስለዝኾነ ንኣፍሪቃ እዚ ብጣዕሚ እዩ ክጠቕማ ካብ ኣፍሪቃ ዝመፀ ማዕድናት ከዓ ንኤሮጳ ክሃንፃ ከም ትኽእል እያ ትገልፅ ዘላ

and on the other by working to offer African people an alternative of opportunities, work, training and legal migration paths. እዚ ትገብሮ ዘላ መደብ ቀንዲ ዝዓለመ እንታይ እዩ ሓደ እቲ ናይ ኤሮጳ ሕፅረት ናይ ፀዓት ማለት እዩ ንምፍታሕ እዩ ካልኣይ ግን ከምዚ ንሕና ንፈልጦ ብዙሓት ኤርትራውያን ዋላ ብሊብያ ክሮስ ክገብሩ ዘጋጥሞም ሽግር ንሪኦ ኢና ኤርትራውያን ጥራይ ግን ኣይኮኑን ካብ ሶማል ካብ ናይጀርያ ኣልጀርያ ካብ ኩለን ኣፍሪካውያን ሃገራት ንብሩህ መፃኢ ብዝብል ሓሳብ ወይ ምስምስ እዮም ዝወፁ በዚ ምኽንያት እንተ ደኣ ንኣፍሪቃ ክነማዕብላ ክኢልና ናይ ስራሕ ዕድላት ከፊትና እዞም ሰባት እዚኦም ኣብ ሃገሮም ዘይተርፍሉ ምኽንያት የለን ስለዚ እንተ ደኣ ሙሉእ ብሙሉእ ዋላ እኳ እቶም ኣብዚ ናይ ዘመንና ሰብ ዝሸጥሩ ኣለዉ ክንሕዞም ኣይከኣልናን ግን ኣፍሪቃ እንተ ማዕቢልና እቶም ሰባት እቲኦም ካብ ሃገሮም ክስደዱ ኣይክግደዱን እዮም ብዝብል ሓሳብ እዩ ምክንያቱ እዛ ፕራይም ሚኒስተር እዚኣ ክትምረፅ ከላ ንሃገረይን ህዝበይን ካብዚ ዘይሕጋዊ ስደተኛታት ብብዝሒ ዝመፅኦ ዘለዉ ኮጉድልየ ብዝብል እያ መፅያ ስለዚ ኮተጉድሎት ኮይና ግን እቲ ቦርደር ዘይኮነት እቲ ባሕሪ ዝሰግር ሰብ ዘይኮነት ንዓ ተመለስ ክትብል ኣብ ኣፍሪቃ ወፍሪ ብምግባር እቲ ሰብ ኣብ ሃገሩ ከም ዝተርፍ ንምግባር እዩ ኢሚግራሲዮነ ሌጋለ
Italy already trains the Coast Guard in Tunisia and Libya.

ብፍላይ ናይ ሊብያ ኮስት ጋርድ ዝበሃሉ ሓይሊ ባሕሪ ትሬኒንግ ብምሃብ እቲ ሰብ ንክሓልፍ ከሎ ከቲርካ ከቲርካ ዘይኮነስ ንምምላስ ናብ ዓዱ ዝብል እዩ ከምኡ እውን ነቲ እዞም ብዙቶም ዝኣተዉ ንኢጣልያ ብዘይ ሕጋዊ መንገዲ ናብ ሃገሮም ዝምለስሉ መንገድታት ምፍጣር ዝብል ሓሳባት እያ ሒዛ መፅያ ዘላ
The energy investments seem to be an incentive for the countries of origin of the migrants.

ብነፃ ዝወሃብ መደብ ኣይኮነ እዚ ኩሉ ገንዘብ ክወፅእ ከሎ ልክዕ እቲ ናይ ዘይሕጋውያን ስደተኛታት ናብ ኢጣልያ ዝኣትሉ መንገዲ ንክቋረፅ ወይ ድማ ንክውሕድ ዝተካእለ ዝብል መደብ እዩ ብነፃ ቻሪታብል ኣይኮነን ንቻሪቲ ዝካ ዝኮነ ኣይኮነ ትብል ዘላ እዚ ናተ ናተ ዓይነት ኣካይዳ ከዓ ንኩለን ኣፍሪቃውያን ሃገራት ከምኡ እውን ንኢጣልያ ንኩሉ ዘዕቢ ዘማዕብል ዝብል ሓሳብ እዩ

ስለዚ እዚ ናይ ኣፍሪቃ ኢጣልያ ዝብል ርክብ ፅባሕ እዩ ክውዳእ ክሳዕ ፅባሕ ናይ ክንደይ ናይ ኣፍሪቃውያን መራሕቲ ናታ ሓሳብ ይቕበልዎ ክንርኢ ኢና ክሳብ ሕጂ ግን እዚ እዩ ዝመስል ሓሳባት ቀፅለ ዘምፃኣልኩም ናይ ፕረዚደንት ኢሳያስ ኣፈወርቂ ዝገበሮ እዩ ክኸውን ምሳይ ክትፀንሑ ይዕድመኩም